ፎር ትሩስ ኩልኹም ሰዓብተይን ተኸታተልተይን ኣብ ዘለኹሞ ሰላምን ጥዕናን ክኾነልኩም እናተመነኹ ሎም መዓልቲ ድማ ብሓደ ሓድሽ ሓሳብ መፅእ ኣለኹ ስለዚ ላይክ ኮመንት ሸርን ሳብስክራይብ ክትገብሩ ብትሕትና እናሓተትኩ ማዕበል ክፍላይ ናይ ኣለና ዋልታ ሃገር ሓንቲ ሕቶ ከምዚ ኢሉ ሓቲቱ ስምዖ እሞ ክምለሰኩም እየ ንኣብነት ንኤርትራ ክትምለሱ ወይ ክምለሱ ዝደልዩ ኣለዉ ድዮም ድሕር ንኤርትራ ድሕር መንግስቲ ወይ ኤምባሲ ኤርትራ ድሕር ፍቃደኛ ተኾንኩም ንኤርትራ ክትምለሱ ቅድሚ ናብ ባዕል ዩኑስ ምኻደይ ናብቲ ፐቲሽንሲ ከምኡ ዝደልዩ ሰባት ኣለዉ ድዮም ዳና ሓወይ
ተመለስቲ ኣነ ኣብዚ ክበሃሉ ሕጂ ምናልባት ማለት እዩ ብፐርሰንተጅ ይገልጸልካ ተስዓን ትሽዓተን ፐርሰንት ካብዚ ክምለስ ዝደሊ የለን ኤታ ሓደ ፐርሰንት ክህሉ ይኽእል እዩ ኤርትራ ክምለስ ዝደሊ ክህሉ ይኽእል እዩ ሰብ ግን እቲ ዝበዝሐ ፐርሰንት ኣይም- ክምለስ ኣይደልን ብምሉእ ሰሚዕካዮ ነርካ ተኾንካ ዋላ ኣብዚ ማስ ሚድያታት ንኣቱ ነርና ኣብዚ ዓበይቲ ፎሎወርስ ዘለዎም ተኸታተልቲ ዘለዎም ኣቲና ንዛረብ ነርና እቲ ብብዙሑ ዝዛረብ ነበረ ሰብ ከዓ ካብ ንኤርትራ ምምላስ ኣብዚ ምጥፋእ ይሕሸና ድብል ሰብ እዩ ዝበዝሕ ኣብዚ ዓዲ ዘሎ ማለት እዩ። ዝሓለፍካ ካብ ሊብያ ኢኖ ናብ ዝሕጂ በጺሕካዮ ዘለኻ ሃገር ከመይ ጌርካ ከም ዝኣተኻ ከመይ ጌርካ ካብ ሞት ከም ዝወጻኻ ስጋብ ክንደይ ከቢድ ምንባሩ ካባና ንላዕሊ ንስኻ ትፈልጦ ምክንያቱ ኢኖ ካብ ሞት ኢኻ ወጺኻ ብኸምኡ ኢኻ ማዕበል ዝብል ሽም ሒዝካ ስለዚ እንታይ ክብለካ ደልየ ትምለስ ነርካ ተትኸውን ንስኻ ካብኡም ተመለስካ ምክንያቱ ከቢድ ማዕበል ምንባሩ ሞት ኣብ ቅድሜኻ ምንባሩ ብጣዕሚ ከቢድ ነገር ስለዚ ከምዚ ዝሓውና ዝመለሰልካ ሓሙሽተ ፐርሰንት ኣይምለሱን እዮም ተተመለሱ ተተመለሱ መይበ ክልተ ካብ ሚእቲ ክልተ ወይ ሰለስተ ይምለሱ ኾኑ ተዘይኮነ ዝምለስ የለን ካብ ንኤርትራ ምምላስ ኣብኡ ምሟት ይሓይሽ ኣብ ሊብያ ምሟት ሓይሽ ኣብ ሊብያ ምስቓ ይሓይሽ ኢሎም ንምንታይ መስለካ ምክንያቱ ቀዳማይ ነገር እዞም ሰባት እዚኣቶም በቃ ሂወቶም ክቕይሩ ገሊኦም ካብ ኣገልግሎት ገሊኦም ዩኖ ካብ ሃዲሞም እዮም ኣብ ሃገር ኮይኖም ክምርዓው ይክእሉ፣ ክመሃሩ ይክእሉ፣ ክነግዱ ይክእሉ፣ ክንቀሳቀሱ ይክእሉ ናይ ሞትን ህይወትን ስለ ዝኾኖም እንታይ በቃ እንተ ደኣ ሰሊጥና ንኣቱ ንሰግር እንተ ሰሊጥና ድማ ዋላ እው ጨፍጪፎም ኣብ ሊብያ የቕተሉና ሞት ሞት ኢሎም እዮም ናይ ሞት ዝተፈላለየ ሕብሪ የብሉን ሞት ሞት እያ ስቓይ ስቓይ እዩ እምበር እዚ ንሪኦ ዘለና ኣብ ሊብያ ብጣዕሚ ከቢድ እዩ ሰብ ከምዚ እንዳረኣየ ናብ ሊብያ ኣይከይድን እዩ ግን ስለ ዝጨነቆ ኤርትራዊ ስለ ዝጨነቆ እቲ ስኻ ተምልኾ ዘለኻ ዓማፂ መንግስቲ ህይወቶም ስለ ዝበልዖ ጉልበቶም ስለ ዝበልዖ እቲ ናቶም ፊቸር ስለ ዝበልዖ ስለ ዘጽነቶም ኩሉ ናይ ትምህርቲ ዕድሎም ናይ ሓዳር ዕድሎም ናይ ምንጋድ ህይወቶም ናይ ምልዋጥ ዕድል ስለ ዘባላሸዎ ስለ ዝበልዖ ቁማርር ስለ ዝበሎም እዮም ሃዲሞም ከማኻ ማለት እዩ ከማይ ደጊመ ሕቶ ክሓተካ ኣብዚ ፕሮግራማትካ ኣብ ኣሜሪካ ዝነብር ኣምባሳደር ናይ ኣሜሪካ ብሽም መንግስቲ ኤርትራ ምንም ዓይነት ጎፋንድሚ ከይትገብር ዝብል ደብዳቤ ከም ዝለኣኸልካ ትዛረብ ነርካ ስለምንታይ እቲ መልሱ ብጣዕሚ ንጹር እዩ ብዙሕ ግዜ ጎፋንሚ ስለ ዝገበርካ ብዙሕ ግዜ ስለ ዘደናግርካ ብዙሕ ግዜ ስለ ዝሰረቕካ ብሽም ኤርትራውነት ትሽቅጥ ስለ ዘለኻ ንዘይተኣምነሉ ነገር ትነብር ስለ ዘለኻ መደናገሪ መደናገሪ ሓሳዊ ቀጣፊ ምዃንካ ስለ ዝፈለጠ እዩ ከምኡ ምዃንካ ስለ ዝፈለጠ እዩ ብሽም መንግስቲ ኤርትራ ምንም ዓይነት ጎፋንድሚ ከይትገብር ዝበለካ ምክንያቱ ኣዚኻ ፍሉጥ ኢኻ ስለዚ ዝእቶ ነይሩ ተትኸውን ኣርባዕተ ሚእቲ ሽሕ ሓሙሽተ ሚእቲ ሽሕ ሒዝካዮ ዘለኻ ኣደናጊርካዮ ዘለኻ ዶላር ሒዝካ ምኣትኻ ንስኻ ምኣትኻ መጀመርያ ዝእቶ እንተዝኸውን ነይሩ ንምንታይ ኣሜሪካ ትቕመጥ ግን ኤርትራ ይትረፍዶ ንሰብ ንእንስሳ እኳ ዘይትጥዕም ንእንስሳ ዘይጥዕም ሃገር ለኽበጥ ለኽበጥ ስለ ትብል ናትካ ሓደ ስታንድ ስለ ዘይብልካ እምበር ትብል ነርካ እኮ ነጋዶ ክነግዱ ኣይክእሉን እዮም ብዙሕ ብዙሕ ዝዛረብ ነርካ ብዛዕባ እቲ ኣብ ኤርትራ ክዕረ ዝግብኦ ነገር ግን መርገፂኻ ይፈልጦ እንታይ ዓይነት መርገፂ ኣለካ ተቃዋማይ ዲኻ ደጋፋይ ዲኻ ምክንያቱ ግልብጥ ግልብጥ ስለትብል ግልብጥ ግልብጥ ስለትብል ኦኬ ኩሉ ነገርካ ናይ ደጋፋይ ግን ሓሳዊ ሰብ ምሻሎ በቃ ምንም ዝጭበጥ ዘይብሉ ሰብ ሓደ ሓደ ግዜ ከዓ እቲ ንሕና እቶም ተቃወምቲ ንዛረቦ ዘረባ ክዛረብ ከዓ ሰምዓካ ስለዚ እዚ ሓዊ ፅቡቅ ገይሩ መሊስልካ ኣሎ ይስረፍ ዶ ብዙሓት ሲ ካብ ሚእት ፐርሰንት ሰለስተ ኣርባዕተ ፐርሰንት ናብ ኤርትራ ክምለስ ዝደሊ የለን ካብ ናብ ኤርትራ ምምላስ ሞት ኣብ ሊብያ ሞት መርፁ ኣብ ሊብያ ምስቓይ መርፁ እዚ ዘሎ እዚ ኣብ ሊብያ ዘሎ ሽግር ብሓቂ በቃ ገሃነብ እሳት እዩ ሲኦል እዩ ኣብ ሲኦል እዮም ዘለዉ ካብ ሓደ ካብ ሓደ ካብ ኩሉ ካብዞም ሊብያውያን ክሃድሙ ስለዚ ንዕኡ መሪጾሞ ንዕኡ ነቲ ሞት መሪጾሞ ነቲ ጥሒልካ ምሟት በቃ ፈቲና እንተ ሰለጠ ሰለጠ እንተዘይ ሰለጠ ግን ኣብዚ መግቢ ዓሳ ምዃን ይሓይሽ ናብ ኤርትራ ናብታ ሲኦል ዝኾነት ኤርትራ ናብታ ስኻ ዝሃደምካላ ኤርትራ ካብ ናብኣ ምምላስ ዝብልካ ኣሎ ስለዚ ሲ ንምንታይ ኣምስሉ ትኾን ንምንታይ ፈሪሳዊ ትኾን መዓስ ኢኻ ንሕልናኻ ክትነብር መዓስ ኢኻ ንሓቂ ክትነብር መዓስ ንስኻን ንዓኻ ዝመስሉን ብምልኦም ህግደፋውያን መዓስ ኢኹም ክትነብሩ ኤርትራ ጥዑይ እንተ ኮይኑ ንክትነብሮ ጥዑም እንተ ኮይኑ ንክትነብሮ ደይትምለሱ ዘይትምለሱ ኤርትራ እንድሕር ዳ ጥዑም ኮይኑ ጀስ ጎ ባክ ብሕልፊ እስኻ እሞኻ ጎ ባክ ደድልየካ ደኣኽለካ በቃ ኣኺሉ ዝተርፈካ ገንዘብ ሰሪቕካ ኣለኻ ሰሪሕኻ ይኮንካ ስራሕ ኣይትፈልጦን ኢኻ ስቕ ኢልካ ኮፍ ኢልካ ከተጣውስ ኮፍ ኢልካ ከተጣውስ ካልእ ምንም ስራሕ የብልካ ንስኻ ናጽነት ሃገርና ከም ደይደሊ ኣርጊጸ እፈልጥ እየ ምክንያቱ ሃገር ናጽነት እንተ ረኺብና ኢሳያስ እንተ ወዲቑ ስራሕኻ ጠጠው ክብል እዩ እዛ ስራሓ ዘለኻ ይብል ስቶፕ ስለዚ ኣይ ትምህርቲ ኣይ ስራሕ መንጎ መንጎ ስለ ዝኾንካ እዚ ዘሎ ሽግር ክቕፅል ኢኻ ትደልዮ እዚ ንዓኻ መብልዒኸይ ይነግሮኻ ነይሮም እቶም ከማኻ ደገፍቲ ይነግሮኻ ነይሮም ትበልዕ ዘለኻ ሲ ብናይ ህዝቢ እዩ እቲ ህዝቢ ኣንሳብስክራይብ እንተደኣ ገይሩ በቃ ንሕና ንብለካ ግበር ግበር በቃ ግበር ተባሃልካ ጥራይ ግበር ብሎኻ ነይሮም ተዘይኮነ ዊዝን ሚኒትስ ኩል ሰብ ኣንሳብስክራይብ ክገብር ይኽእል እዩ ትድግፍ ዘለኻ እኮ ብጣዕሚ ፍሉጥ እዩ ምክንያቱ ደጊፍካ ኢኻ ክትነብር ትኽእል ኣብ ሓቂ ደው ኢልካ ክትነብር ኣይትኽእልን ኢኻ ስለዚ ማዕበል ክምልሰልካ ሰለስተ ፐርሰንት ካብ ሚእቲ ሰለስተ ናብ ኤርትራ ዝኸዱ ይትረክብን ኢኻ ወላ ሓደ ከምዚ እስኻ ዝሃደምካዮ ከምዚ ኣነ ዝሃደምክዎ ከምኡ እዮም ክሃድሙ ዝደልዩ ዘለዉ ዲሞክራሲ ናብ ዘለዎ ሃገር ብሰላም ኣትዮም ብሰላም ወፂኦም ብሰላም ዝኣትውሉ ሃገር መሪፆም ዝበልዕሉ ዝሕከምሉ ዝመሃርሉ ዝምርዓውሉ ዝዘምድሉ ዝፈርይሉ ሃገር እፎይ ዝብልሉ ሃገር ደልዮም እዮም ከርተት ድብሉ ዘለዉ ስለዚ ትብሎ ዘለኻ ብድዐ እዩ ትሓቶ ዘለኻ ኣእምሮ ዘለዎ ሰብ ከምኡ ዓይነት ሕቶ ይሓትትን እዩ ብደው ዝሞተ ሰብ ጥራይ እዮም ዝሓትት ከም ትሓቶ ዘለኻ ሕቶ ስለዚ ናብ ልብኻ ተመለስ